ውሱን ጉዳያት ከም መበገሲ ሓሳባት ንምልዓል ሓደ ሎምኦነ ጥሕሰት ሕገ መንግስቲ ልኡላውነት ልኡላዊ ስልጣን ህዝቢ ጥሕሰት ተፈፂሙ ኣሎ ናብ ዝነበራ ከባብታት ከባቢያዊ ምምሕዳራት ወይ ወረዳታትን ከተማታትን ሕጊ ናይ ምኽባርን ብቤት ምኽሪ ዝተሸሙ ኣመራርሓ ናብ ስራሕ ናይ ምጅማርን ስራሕቲ ይካየድ ኣሎ። እዚ ብጣዕሚ ኣብ ውሱን ከባብታት እዩ። ከም ትፈልጥዎ ኣብ መላእ ትግራይ ኣይኮነን። እቲ ዝበዝሕ ከባብታት ትግራይ ብስርዓት በቲ ሕገ መንግስቲ መሰረት ልኡላዊ ስልጣን ህዝቢ ብሓደራ ዝተቐበላ ኣብያተ ምኽሪ ዝሸምኦም ኣመራርሓ እዮም ዝሰርሑ ዘለዉ። ኣብ ወረዳታትን ኣብ ከተማታትን ግን ኣብ ውሱናት ከባብታት ነዚ ብዘፍርስ መንገዲ ዝተኸደ ኣለን። ንኣብነት ኣብ ዞባ ምብራቕ ዓዲግራት እዩ። ኣብ ዞባ ደቡብ ምብራቕ ኣብ ሃገረ ሰላም፣ እንደጉዓ ተምቤን፣ ዓዲ ጉደም፣ ሕንጣሎ ክንርኢ ንኽእል ኢና። ኣብ መቐለ እውን እቲ ከተማ ምምሕዳር ባዕሉ ሰንፈለል እቲ ምምሕዳር ከተማ መቐለ ተዓፅዩ ሰንፈለል ነይሩ ኣብ ሓድነት እውን ተመሳሳሊ ነገር ነይሩ ስለዚ ኣብ ብጣዕሚ ውስናት ከባብያዊ ምምሕዳራት ዘጋጠሙ ፀገማት ፈቲሕኻ እቶም ኣመራርሓ በቲ ናይ ቤት ምኽሪ ሹመት መሰረት ናብ ስርሖም ናይ ምምላስ ስራሕቲ እዩ ዝግበር ዘሎ። እዚ ሕጊ ናይ ምኽባር ስራሕ ኮይኑ መላእ ህዝብና እውን ክሓቶ ዝፀንሐ እዩ። ብዝተፈላለየ መንገዲ ኣብ መድረኻት፣ ኣብ ሰልፍታት ብዝተፈላለየ መንገዲ ህዝቢ ክሓቶ ዝፀንሐ እዩ። ስለዚ ኣካላት ፀጥታ ምስ በቢብርኩ ዘለዉ ኣካላት ምምሕዳርን ምስ ህዝብን ኮይኖም እዚ ሕገ መንግስታዊ ኣሰራርሓ ናይ ምኽባር ስራሕቲ ብሰላማዊ መንገዲ ይካየድ ኣሎ። ህዝቢ እውን በብከባቢኡ ኣብዘን ከባብታት እዚኣተን ብዝለዓለ መንገዲ እዩ ዝድግፎ ዘሎ። ካብዚ ብምብጋስ ኣብ ትግራይ ብሄራዊ ክሕደት ዝፍፅም ዘሎ ሓይሊ ወይ ጉጅለ ንሕና እንተተነኺእና ኲናት ክለዓል እዩ፣ ህዝቢ ክዕምፅ እዩ ዝመሳሰሉ ነገራት የልዕል ነይሩ። እዚ ከምኡ ክኸውን ከም ዘይኽእል ብዝተፈላለየ መንገዲ እናገለፅና ፀኒሕና ኢና። ህዝቢ እውን ሕገ መንግስታዊ ስልጣኑ ተሓዲጉ ብዘይ ኣግባብ ኣብ ውሱናት ከባብታት የመሓድሩ ዘለዉ ኣካላት ከም ዘይቕበሎም እናገለፀ ፀኒሑ እዩ። ስለዚ ከምኡ ኣይኮነን እቲ ሓቂ። እሱ ከይኮነ ክተርፍ ከሎ ከዓ ሕዚ ዕልዋ መንግስቲ ኣብ ትግራይ ይፍፀም ኣሎ፣ ስምምዕ ፕሪቶርያ ይፈርስ ኣሎ ዝብል ብዕራይ ወለደ ዝኾኑ ዘረባታት ንሰምዕ ኣለና። እዚ ብጣዕሚ ካብ ሓቂ ዝረሓቀ ነገር እዩ። ምኽንያቱ ጊዚያዊ ምምሕዳር ይኹን ስምምዕ ፕሪቶርያ ብቀንዲ ብዋናነት ሰብ ዋንኡ ሰራዊት ትግራይን ህወሓትን እዮም። ሰራዊት ትግራይ ስምምዕ ፕሪቶርያ ንምምፃእ ዝለዓለ መስዋእትነት ዝኸፈለ እዩ ምስ ህዝቢ ኮይኑ። ህወሓት ከዓ ነዚ ስምምዕነት እዚ ዝፈረመ እዩ። ጊዚያዊ ምምሕዳር ኣብ ምጥያሽ እውን እዞም ክልተ ናይ መኸተ ሓይልታት ዝለዓለ ግደ ዝተፃወቱን ኣብ ጊዚያዊ ምምሕዳር እውን ዝለዓለ ብፅሒት ዘለዎምን ኣካላት እዮም። ስለዚ ስምምዕ ፕሪቶርያ ንምፍራስ ይኹን ግዝያዊ ምምሕዳር ንምፍራስ ወይ ዕልዋ መንግስቲ ንምፍፃም ዝኾነ ዕላማ፣ ተልእኾ ከምኡ ዝበለ ኣካይዳታት የብሎምን። ስለዚ እቱ ኣካይዳ ሕገ መንግስታዊ ስርዓት ናይ ምኽባር፣ ሰላምን ፀጥታን ትግራይ ናይ ምኽባር፣ ልዕልነት ሕጊ ናይ ምኽባር ጉዳይ እዩ። ስምምዕ ፕሪቶርያ እውን እንተኾነ ኣብ እተቐመጡ ኦብጀክቲቭስ ወይ ዕላማታት እንተሪኢናዮ ካብ ዝተቐመጡ ጉዳያት ሕገ መንግስታዊ ስርዓት ናይ ምኽባር ወይ ሪስቶሬሽን ኦፍ ኮንስቲቱሽናል ኦርደር ብዝብል ብግልፂ ዝተቐመጠ እዩ። ስለዚ ንሕገ መንግስቲ ዘኽብር፣ ንስምምዕ ፕሪቶርያ ዘኽብር፣ ሰላምን ድሕንነትን ህዝቢ ዘኽብር ጉዳይ እምበር ዝኾነ ነዚ ዝፃባእ ነገር ኣይኮነን ኣብ ትግራይ ኣብዘን ከባብታት እዚኣተን ተፈፂሙ። ስለዚ ምስዚ ተኣሳሲሩ ግን ዝተደለየ ነገር ኣሎ። ብተደጋጋሚ ብቐጥታን ብተዘዋዋርን ነዚ ጉዳይ መንግስቲ ኢትዮጵያ ኢዱ ከእትወሉ ጣልቃ ክኣቱ ዘግብር ፃውዒታት ንሰምዕ ኣለና። ሎሚ ጌታቸው ኣብ ሚድያታት ዝሃቦ ኣብ ኣዲስ ኣበባ እውን እንተሪኢና ተመሳሳሊ ትሕዝቶ ኣለዎ። ኣብ ዝሓለፉ ክልተ መዓልትታት እውን ብፅሑፍን ብቓልን ዝዝረቡ ዝነበሩ ነገራት ነዚ ዘመላኽቱ እዮም። እዚ ጉዳይ እዚ ናይ ህዝቢ ትግራይ ጉዳይ እዩ። ዘቤታዊ ጉዳይ ወይ ውሽጣዊ ጉዳይ እዩ። ስለዚ ሓይልታት ፀጥታ ትግራይ ኮነ ህዝቢ ትግራይ ካብ ዓቕሞም ወፃእ ዝኾነ ነገር ኣይኮነን ዘሎ ኣብ ውሽጢ ትግራይ ኣብ ውሱናት ከባብታት ሰላምን ፀጥታን ሕግን ስርዓትን ናይ ምኽባር ጉዳያት ንኻሊእ ሰበብ ምጥቃም ኣግባብነት ኣይብሉን ስለዚ ምስዚ ተኣሳሲሩ ናይ ነቲ ምኽባር ሕገ መንግስቲ እውን ምፍራስ ስምምዕ ፕሪቶርያ ከም ዝኾነ ዝዝረብ ነገር እውን ከምቲ ዝበልክዎ ትኽክል ኣይኮነን ስምምዕ ፕሪቶርያ መስዋእትነት ከፊልካ ምምፃእ ዝለዓለ ሓላፍነት ዘለዎም ህወሓትን ሰራዊት ትግራይን በዚ ጉዳይ እዚ ብምፍራስ ስምምዕ ፕሪቶርያ ክሕመ ይኹን ክጥርጠሩ ዝኽእሉ ኣይኮነን። ስለዚ ዝወፁ ዘለዉ ፀለመታት ኣግባብነት ከምዘይብሎም ከዝኻኽር እፈቱ። እንታይ ደኣ ህወሓትን ሰራዊት ትግራይን ዝብሉ ዘለዉ ምስ ስምምዕ ፕሪቶርያ ተኣሳሲሩ ህልውና፣ ድሕንነት፣ መሰልን ብሄራዊ ረብሓታትን ህዝቢ ትግራይ ብዘረጋግፅ መንገዲ ስምምዕ ፕሪቶሪያ ክፍፀም እዮም ዝቃለሱን ዝሰርሑን ዘለው። ለዘብ ዘሎ ጉዳይ ብደንቢ ክስመረሉ ይግባእ። ስምምዕ ፕሪቶሪያ የፍርስዎ ኣለው ዝብል ዘረባ ዝዝረብ ዘሎ ማለት ህዝቢ ትግራይ ንህዝቢ ትግራይ ኣይኮነን። ህዝቢ ትግራይ ነቲ ሓቂ ይፈልጦ እዩ። ስምምዕ ፕሪቶሪያ ብኣግባቡ ንምፍፃም ከምቲ ዝበልክዎ ህልውና፣ ድሕንነት፣ መሰልን ብሄራዊ ረብሓታትን ህዝቢ ትግራይ ብዘኽብር መንገዲ ንኽረጋገፅ ህውሓት ኮነ ሰራዊት ትግራይ ዝገብሮ ዘሎ ቃልሲ ብደንቢ ይፈልጥ እዩ፣ ብዝግባእ ይፈልጥ እዩ ህዝቢ ትግራይ። እቲ ዘረባ ዝዝረብ ዘሎ የፍርስዎ ኣለዉ ዝበሃል ዘረባ ዝዝረብ ዘሎ ኣብ ርሑቕ ንዘለዉ ነቲ ሓቂ ኣብ ባይታ ክረኽብዎ ክፈልጥዎ ዘይኮነስ ብእዝኖም ንዝሰምዑ ኣካላት እዩ ዝዝረብ ዘሎ። ምስ ተፈናቐልቲ ምስ ዲዲኣር ተኣሳሲሩ እውን ሓደሽቲ ዘረባታት ሎማዕንቲ እውን ክንሰምዕ ኣርፊድና ኣለና። ኣቶ ጌታቸው ረዳ ዝተፈላለዩ ነገራት ክዘረብ ሰሚዕና ኣለና። ተፈናቐልቲ ከይምለሱ ዝገበርና፣ ዲዲኣር ከይፍፀም ዘዕንቀፍና ንሕና ኢና እምበር መንግስቲ ኢትዮጵያ ተውሳኹ ዝብል ዘረባ እውን ሎማዕንቲ ክዝረብ ንሰምዕ ኣለና። ከምቲ ብተደጋጋሚ ክንብሎ ዝፀናሕና ጊዚያዊ ምምሕዳር ትግራይ ዘለዉ ቁልፊ ኣመራርሓ ኣብ ምርግጋፅ ሉኡላዊ ግዝኣት ትግራይ ማለት እውን ኣብ ትሕቲ ወረርቲ ዘሎ ህዝብና ሓራ ክወፅእ፣ ሉኡላውነትና ነፃ ክወፅእ፣ ዝተፈናቐሉን ዝተሰደቱን ወገናትና ናብ መረበቶም ኣብ ምምላስ ካብ ስምምዕ ፕሪቶርያ ወፃእ ብዝኾነ መንገዲ ምስ መንግስቲ ኢትዮጵያ ኣብ ብሄራዊ ኮሚቴ ዝበሃል ኣትዮም ትልሚ ብምውፃእ ናብ ሪፈረንደም ብዝኸይድ መንገዲ ይመርሕዎ ኣለው፣ ኣግባብነት የብሉን ዝብል ቃልሲ እናገበርና ፀኒሕና ኢና። ሎማዕንቲ ተኣሚኑ ኣሎ ብግልፂ። ኣሚኖም ኣለው ትልሚ ኣውጺእና ኔርና ኢና ከይፍጸም ዝገበርና ተፈናቀልተም ምምላስ ከይፍጸም ዝገበርና ንሕና ኢና ዝብል ዘረባ ተዘሪቡ ኣሎ ኣብ ዲዲኣር እውን ከም ውድብ ይኹን ሰራዊት ትግራይ ህዝቢ ትግራይ ኣብ ትግራይ ዘለው ዕጡቃት ክወፁ ድሕንነት ናይዚ ህዝቢ ክሕለ ብመሰረት ስምምዕ ፕሪቶርያ ስለዚ ዲዲኣር ክፍፀም ይግባእ እምበር ህልውናን ድሕንነትን ህዝቢ ትግራይ ኣብ ሓደጋ እናሃለወ ዕጡቃት ከይወፁ እናሃለው ዲዲኣር ከመይ ገይሩ ይፍፀም ዝብል ሕቶታት እዩ ክለዓል ፀኒሑ። ለዚ ሎማዕንቲ ግን ከም ዝሰማዕኹምዎ ዲዲኣር ቀልጢፉ ክፍፀም ኣለዎ ዝብል እዚ እውን ክንዕንቅፎ ዝፀናሕና ንሕና ኢና ዝብል ዘረባታት ይስማዕ ኣሎ። ሓላፍነት ዝጎደሎ እዩ። ስለዚ ምስ ተፈናቐልቲ ተኣሳሲሩ ወይ ተፈናቐልትን ዝተሰደቱ ወገናትናን ዝምልከት ከም ህወሓት ዝሓዝናዮ ቅዋም ብተደጋጋሚ እናገለፅና ፀኒሕና ኢና። ሕዚ እውን ንምድጋም ዝኣክል ኣብ ትግራይ ዝወረሩ ሓይልታት እቶም ዕጡቓት ይውፅኡ፣ ዘይሕጋዊ ምምሕዳራት ይፍረሱ፣ ሓደሽቲ ሰፈርቲ ናብ ዓዶም ይመለሱ። ስለዚ ዝተፈናቐሉን ዝተሰደቱን ወገናት ህዝብና ናብ መረበቱ ይመለስ፣ ስታተስ ኮ ኣንተ ወይ ናብ ቅድሚ ኹናት ናብ ንቡር ንመለስ፣ ናይ ወሰን ይኹን ናይ መንነት ሕቶ፣ እንተሃልዩ ብመሰረት ሕገ መንግስቲ እዩ ክቐርብ ዝግብኦ። ክቐርብ ዝግብኦ ዝብል ቅዋም ሒዝና እናተቓለስና ኢና ፀኒሕና። ስለዚ እዚ ግልፂ ዝኾነ መትከላዊ ዝኾነ ቅዋም እዩ። ካብዚ ወፃእ ብዝኾነ መንገዲ ኣብ ግዜያዊ ምምሕዳር ዘለዉ ሰባት ይኸዱ ኣለዉ ዝብል ዝነበረ ሎማዓንቲ ብግልፂ ወፂኡ ኣሎ ማለት እዩ። ስለዚ ኣብ ትግራይ ከምቲ ኣንቶይ ዝበልክዎ ኣብ ትግራይ ዝግበር ዘሎ ኣብ ዝተወሰኑ ከባብታት ዝተጀመረ ሕጊ ናይ ምኽባር ምንቅስቓሳት ነዚ ሽፋን ጌርካ እቲ ጉዳይ ንድሕሪት ናይ ምምላስ ከይዲ ዝረአ ዘሎ ኣግባብነት ዘይብሉን ትኽክለኛ ዘይኮነን እዩ ምስ ዲዲኣር ተኣሳሲሩ እውን ኣንቶይ ዝተንከፍክዎ ትግራይ ዝወረሩ ዕጡቓት ኣለው። ኣብ ዝተፈላለዩ ከባብታት ትግራይ ኣብ ምዕራብ፣ ኣብ ሰሜን፣ ኣብ ደቡብ፣ ኣብ ፀለምቲ ዝተፈላለዩ ከባብታት ዕጡቓት ዝወረሩ ትግራይ ኣለው ትግራይ ዝወረሩ ኣለው። ስለዚ ብመሰረት ስምምዕ ፕሪቶሪያ እዞም ዕጡቓት እዚኣቶም ክወፁ ኣለዎም። ብመሰረት ስምምዕ ፕሪቶሪያ እውን ውሕስ ድሕንነት ናይ ህዝቢ ትግራይ ክሕለወ ኣሎ። ስለዚ ካብዚ ተበጊስካ ዲዲኣር ክፍፀም ይኽእል እዩ ዝብል ዝሓዝናዮ ቅዋም ንዲዲኣር ምዕንቃፍ ኣይኮነን ነይሩ። ነዚ ዲዲኣር ንዕንቅፍ ኔርና ዝብል ዝቐርብ ዘሎ ኣግባብነት የብሉን። እቲ ቁልፊ ጉዳይ ክበሃል ዝደለየ ግን ብዝተፈላለየ እዋናት ከም ዝገለፅናዮ ሰራዊት ትግራይ ኣብ ዘይእዋኑ በቲንካ ህልውናን ድሕንነትን ትግራይ ወይ ህዝቢ ትግራይ ኣብ ሓደጋ ናይ ምውዳቕ ምንቅስቓስ ከም ዝኾነ ብግልፂ እናገለፅና ፀኒሕና ኢና። ናይዚ ከም መቐፀልታ እውን ስልጣን ዘይብሎም ሰባት ቁልፊ መራሕቲ ሰራዊት ብምእጋድን ብምብራርን ዲዲኣር ክፍፅሙ እዮም ዝደልዩ ዘለዉ ማለት እዩ። ከም ማለት እዙይ እኳ እዩ እቲ ናይ ሰራዊት ትግራይ ቁልፊ መራሕቲ ኣብ ዘይስልጣኖም እዮም ዘባርዎም ዝእግድዎም ዘለዉ። እሱ ተፈፃምነት ከም ዘይብሉ ብሕወሓት ይኹን ብሰራዊት ትግራይ ተገሊፁ እዩ። ግን ናይቲ ዲዲኣር ሓደ ኣካል እዩ። ምኽንያቱ ሰራዊት ትግራይ ካብ መሪሕነት ወፃእ ገይርካ ክትብትኖ ህዝቢ ትግራይ ናብ ሓደጋ ክተቃልዖ ካብ ዘሎ ድልየትን ዕላማን ዝብገስ እዩ። ብድምር ዕላማታት ስምምዕ ፕሪቶርያ ብጣዕሚ ግልፂ እዮም። ስምምዕ ፕሪቶርያ ዕላምኡ ሓደ ተፃብኦታት ደው ምባል እዩ። ካልኣይ ሕገ መንግስታዊ ስርዓት ናብ ንቡር ምምላስ እዩ። ሳልሳይ ፖለቲካዊ ኣፈላላያት ብልዝብ ምፍታሕ እዩ። ራብዓይ ውሑስ ድሕንነት ህዝቢ ምርግጋፅ እዩ። ሓምሻይ ጎነፅ ብልዝብ ተቐራሪብካ ምፍታሕ እዩ፣ ብዘላቕነት ምፍታሕ እዩ። ፍትሕን ተሓታትነትን ክኽበር ምግባር እዩ። ሕውየትን ዳግመ ህንፀትን ምርግጋፅ እዩ። ዝተፈላለዩ ካልኦት እውን ምስ ዘላቒ ሰላም ምርግጋፅ ዝተኣሳሰሩ ጉዳያት ዝሓዘ እዩ ስምምዕ ፕሪቶርያ። ስለዚ ንስምምዕ ፕሪቶርያ ነዞም ዕላማታት እዚኣቶም ንምዕዋት ህወሓት ሕዚ እውን ምስ መንግስቲ ኢትዮጵያ ተቐራሪቡ ክሰርሕ እዞም ጉዳያት እዚኣቶም ብሰላማዊ መንገዲ ክረጋገፁ እዩ ዝደሊ። ስለዚ ህወሓት ሕዚ እውን ብመሰረት ስምምዕ ፕሪቶርያ ዘላቒ ሰላም ክረጋገፅ ድሌት ኣለዎ። ካብዚ ወፃእ ዝኾነ ካሊእ ተበግሶን ድሌትን የብሉን። ካብዚ ወፃእ ብዝኾነ መንገዲ ዝተፈላለዩ ፀለመታት ይቐርቡ እዮም። ካብ ቅድሚ ጉባኤ ጀሚሩ ህወሓት ምስ ዝተፈላለዩ ደጋዊ ኣካላት ርክብ ከም ዘለዎ ምሲልካ ይቐርብ ነይሩ። ኣብ ዝሓለፈ ኣብ ቀረባ እዋናት ከዓ ናይ ህወሓት መራሕቲ ወይ ናይ ሰራዊት መራሕቲ ላዕለዎት ዝበሃሉ ምስ ደጋዊ ሓይልታት ወይ ምስ ኤርትራ ምንም ዓይነት ርክብ የብሎምን ዝብል ዘረባ ነይሩ። ሎም መዓንቲ ከዓ ተገልቢጦም ርክብ ኣሎ ዝብል ዘረባታት ከዓ ንሰምዕ ኣለና። ማለት እዚ ኣብ ስምዒትን ዘይምርግጋዕን ኮይንካ ብተፈላለየ መንገዲ ዝተፈላለዩ ነቲ እዋን ዝምጥን ኣብ ሙቐት ናይቲ ኩነታት ተደሪኽካ ዝወሃብ ዝተፈላለየ መርገፅታት እዩ። ከም ትፈልጥዎ እዚ ናይ ልኡላውነትና ዝምልከት ከም ትፈልጥዎ ልኡላውነት ህዝቢ ትግራይ ዝምልከት ናብ ሪፈረንደም ኣሕሊፍና ይሃብናን ዝመሳሰሉ ዘረባታት ትልሚ እውን የውፃእናን ዝብል ዘረባታት ይዝረብ ነይሩ። ሎማዕንቲ ከዓ ትልሚ ከም ዘውፅኡ ባዕልቶም ኣረጋጊፆም ኣለው። ካብዚ ሓሊፉ መንግስቲ ኢትዮጵያ ስምምዕ ፕሪቶርያ ብኣግባቡ ኣይፍፅምን ዘሎ ዝብል ብተደጋጋሚ ይዛረቡ ነይሮም። ሎማዓንቲ ከዓ ስምምዕ ፕሪቶርያ መንግስቲ ኢትዮጵያ ንምፍፃም ንዕንቅፍ ዘለና ንሕና ኢና ናብ ዝብል ወሪዱ። ስለዚ እቲ ጉዳይ ብጠቕላላ ኣብ ትግራይ ዘሎ ኩነታት ስርዓት ብዘለዎ መንገዲ ክምራሕን ህዝቢ ትግራይ ናብ ዘላቒ ሰላም ክኣቲ ሕውየቱን ዳግመ ህንፀቱን ከረጋግፅ እንገብሮ ዘለና ከም ውድብ እንገብሮ ዘለና ቃልሲ ኣብ መትከልን ሓቅን ዝተመስረተ ግልፂ ቅዋም እዩ። ሕዚ እውን ኣብ ትግራይ ሕግን ስርዓትን ንምኽባር፣ ልኡላውነት ኣብያተ ምኽሪ ንምርግጋፅ፣ ልኡላውነት ህዝቢ ንምርግጋፅ ኣብ ዝተወሰኑ ከባብታት ኣብ ከባብያዊ ምምሕዳራት ዝተጀመረ ስራሕቲ እውን በቲ ሕገ መንግስቲ መሰረት ኣብያተ ምኽሪ ዝሸምኦም ናብ ቦትኦም ናይ ምእታው ጉዳይ እምበር ካሊእ ዕላማ የብሉ ካሊእ ንጎነፅ ዝዕድም ነገር የብሉ እዙይ ከዓ ብጣዕሚ ዘቤታዊ ጉዳይ እዩ ህዝቢ ትግራይ ሓይልታት ፀጥታ ትግራይ ምስ ዝምልከቶም ናይ ኣካላት ፍትሕን ምምሕዳርን ኮይኖም ክኣልይዎን ክሰርሕዎን ዝኽእሉ ጉዳይ እምበር ካብ ቁፅፅር ወፃእ ዝኾነ ነገር ከምዘየለ